ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ተምስዩ ንሎም ሰንበት ዕስራን ሸሞንተን መስከረም ምሸት ዝበልክዎ ብካልኣይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል ክቡራት ተኸታተልቲ ባንዴራ ሃገርና ኤርትራ እዛ ምጭውቲ ንሰማያት ኪጋሊ ሩዋንዳ ኣጸቢቓቶን ብሒታቶን ውዒላ ትርከብ ኣላ። ንኣስታት ሓደ ሰሙን ክካየድ ዝጸንሐ ንመጀመርያ ግዜ ኣብ ኣህጉር ኣፍሪቃ ኣብ ኪጋሊ ሩዋንዳ ዝተኣንገደ ሻምፕዮን ቅድድም ብሽክለታ ዓለም መጋረጃ ዓጽዩ ይርከብ ኣሎ። ኣብዚ ዝነበረ ሓያል ውድድር ኤርትራ ሃገርና ብሽዱሽተ ተቓዳደምቲ ኣቢላ ሱታፌኣ ኣረጋጊጻ። እዚ ከኣ ምስተን ሓያላን ዝበሃላ ሃገራት ዓለም ኣብ መዳይ ቅድድም ብሽክለታ ማዕረኤን ተጻወቲ ኣብዚ ውድድር ክተሰልፍ ምርኣይ ኤርትራ ሃገርና ኣብ መዳይ ቅድድም ብሽክለታ ክሳብ ክንደይ ትስጉምን ትዓብን ከምዘላ ዘርኢ ዓበይቲ ኣብነታትን ኩነታትን ኮይኑዩ ዝርከብ። ኤርትራውያን ተቐዳደምቲ ኣብ ዘካየድዎ ዝትፍላለየ ውድድራት ብዝኣከብዎ ነጥቢ'ዮም ሽዱሽተ ዝኣኽሉ ኤርትራውያን ተቐዳደምቲ ኣብዚ ሻምፕዮን ዓለም ንኽሳተፉ ከምዚ ዓይነት ዓቢ ባብን ዕድልን መርሖን ፈጢሮም። ስለዚ ነዞም ተቐዳደምትና በዚ ኣጋጣሚ ከነመስግኖም ንፈቱ። ኣብ ኣህጉር ኤውሮጳ ኣብ ዝካየድ ውድድራት ኤርትራውያን ተቐዳደምቲ ነቲ ውድድራት ክብሕትዎን ዓበይቲ ዓወታት ከመዝግቡ ብተረጋጋም እዋናት ተዓዚብናዮም ኢና። ኤርትራውያን ተቐዳደምቲ ኣምባሳድራት ህዝቦምን ሃገሮምን ብምዃን ባንዴራ ሃገሮምን ህዝቦምን ኣብ ዝትፍላለየ መድረኻት ከንበልብሉ ክኢሎም እዮም። ኣብዚ ሎሚ ኣብ ኪጋሊ ሩዋንዳ ዝተኻየደ ሻምፕዮን ዓለም ውድድራት ኤርትራውያን ደገፍቲ ካብ ዝተፍላለያ ጎረባብቲ ሃገራት ክሳብ ሃገራት ኤውሮጳ ከይተረፈ ንሃገራዊት ጋንታ ኤርትራ ንምድጋፍ ናብ ኪጋሊ ርዋንዳ ኣምሪሖም። ሃገራዊት ጋንታ ኤርትራ ትላለየሉ ኣብ ዝነበረት እዋንን ሰዓትን ካብ ሃገራዊት ጋንታ ኤርትራ ደገፍቲ ዝመጽእ ዝነበረ ሞራልን ዝተፍላለየ ድምጽን ከምኡ'ውን ባንዴራ ሃገርና ኤርትራ ተንበልብለሉ ኣብ ዝነበረት እዋንን ሰዓትን መረሕቲ ናይቲ መደብ ኣብ ዝተፍላለየ ዝካየድ ውድድራት ደገፍቲ ሃገራዊት ጋንታ ኤርትራ ኣብ ቅድሚት'ዮም ዝስርዑ፣ ሃገራዊት ጋንታ ኤርትራ ሓንቲ ካብተን ሓያላት ሃገራት ዓለም'ያ ክብል ንሃገርና ኤርትራን ንደገፍቲ ሃገራዊት ጋንታ ኤርትራን ንባንዴራ ኤርትራ ዝምልከት ከምዚ ዓይነት ትንታነን ናእዳን ክቐርብ ተዓዚብና ኔርና። ባንዴራ ኤርትራና ሎሚ ንኪጋሊ ርዋንዳ ብሒታተይ ኣውዒላ፣ እዚ ከኣ ሓደ ካብቲ ዘሐጉስ ኩነታት ኮይኑ'ዩ ዝርከብ። ተቐዳደምትና ይተዓወቱ ኣይተዓወቱ ብዘየገድስ፣ ስሞምን ስም ሃገሮምን ኩሉ ግዜ ኣብ ዝበረኸ ደረጃታት ምስ ሰቐልዎ እዮም። ኤርትራውያን ደገፍቲ ኣብ ዝኸድዎ ብምኻድ ከኣ ንሃገራዊት ጋንታ ኤርትራን ተቐዳድምታን ዘርእይዎ ሞራልን ደገፍን ኣዝዩ ዝነኣድ እዩ። እዚ ሎሚ ኣብ ኪጋሊ ክካየድ ዝወዓለ ሻምፕዮን ቅድድም ብሽክለታ ዓለም፣ ብዝኸድካዮ ኣንጎሎን ብዝኸድካዮ ቦታን፣ ባንዴራ ሃገርና ኤርትራ እያ ተንበልብል ነይራ፣ እዚ ከኣ ሃገርና ኤርትራ ኣብ መዳይ ቅድድም ብሽክለታ ዓለም ክሳብ ክንደይ ዓብላሊት ኮይና ትርከብ ኣላ፣ ኤርትራውያን ከኣ ምስ ህዝቦምን ሃገሮምን ከምኡ'ውን ምስ ባንዴርኦም ዘለዎም ፍቕሪ ንህዝቢ ዓለም ኣገሪሙን ኣስደሚሙን ይርከብ ኣሎ። ታዲ ፖጋቻ መስመር ሕንጻጽ እናረገጸ እንከሎ ብድሕሪኡ ኣብ ባክግራውንድ ዝነበረት ባንዴራ ባንዴራ ናይ ኤርትራና እዚ ከኣ ኣዝዩ ባህታ ዝፈጥር እዩ። ንኹሉኹም ኤርትራውያን ደገፍቲ ካብ ዝተፍላለየ ጎረባብቲ ሃገራትን ካብ ዝተፍላለየ ኩርናዓት ዓለምን ብምምጻእ ንሃገራዊት ጋንታ ኤርትራ ሎሚ ደገፍኩም ዘርኣኹም በዚ ኣጋጣሚ ከመስግነኩም ይፈቱ ንተቐዳደምቲ ሃገራዊት ጋንታ ኤርትራ ኣሰልጠንቲ ንኹሎም ውን ልዑል ምስጋናና ነቕርብ ብፍላይ ከኣ ንኣማኑኤል ገብረዝግኣብሄር ነዚ ተሪርን በዳህን ውድድር በዲሁ መበል ሰላሳ ደረጃ ብምሓዝ ናይ መጀመርታ ጸሊም ኣፍሪቃዊ ኣብዚ ሎሚ ክካየድ ዝውዓል ውድድራት ነቲ ውድድር ክዛዝሞ ምኽኣሉ'ውን ንኣማኑኤል ገብረዝጋብሄር ፍሉይ ናእዳ ክነውሕዘሉ ንደሊ ምኽንያቱ ኣብዚ ሎሚ ክካየድ ዝውዓል ውድድራት ልዕሊ ሚእቲ ተቐዳደምቲ ነቲ ውድድር ክዛዝምዎ ኣይከኣሉን ኣማኑኤል ገብረዝጋብሄር ንኹሉ ዝነበረ በዳሂ ኩነታት ኣየርን በዳህቲ ተቐዳደምትን ምስኦም ተረጋሪጊኡ መበል ሰላሳ ደረጃ ክሕዝ ክኢሉ ዝርከብ ዘሎ ካብቶም ዝተሳተፉ ኣፍሪካውያን ኣማኑኤል ገብረዝጋብሄር እዩ ነዚ ውድድር ዛዚምዎ ዝርከብ ዘሎ። በዚ ኣጋጣሚ ንኤማን ንሃገራዊት ጋንታ ኤርትራ ልዑል ምስጋናና ክንገልጽ ንፈቱ። ንሕና ከም ፈንቅል ኤሪ ሜድያ ንሻምፕዮን ዓለም ንምስታፍን ከምኡውን ሃገራዊት ጋንታ ኤርትራ ንእተካይዶ ዝተፍላለዩ ንጥፈታት ሸፈነ ንምሃብ ቅድሚ ሓደ ሰሙን ኣቢልና ኢና ኪጋሊ ሩዋንዳ ኣቲና ነዚ ሃገራዊት ጋንታ ኤርትራ ከተካይዶ ዝቐነየት ዝተፍላለየ መደባት ከኣ ብመልክዕ ቪድዮታትን ብመልክዕ ደረቕ ስእልታትን ናብ ማሕበራዊ መራኸቢታት ክንዘርግሕ ቀኒናን ኣለናን ንኹሉኹም ዑቡናት ኤርትራውያን ኣብ ማሕበራዊ መራኸቢታት ትነጥፉ ነቲ ንዝርግሖ ዝነበርና ስእልታት ካልኦት ኣህዛብ ዓለም ንክፈልጥዎ ሼር ብምግባር ዝገበርኩሞ ኣስተዋጽኦ ደጊመ ደጋጊመ ከመስግነኩም ይፈቱ ብፍላይ ክኣ ንናቅፋ ፕረስ ንሃገራዊት ጋንታ ኤርትራ ዝምልከት ዝተፍላለየ መደባትን ስእልታትን ካብ ኪጋሊ ርዋንዳ ዝዘርጋሕ ዝነበረ ኣብ ገጻትካ ከተስፍሮ ምኽኣልካ ከነመስግነካ ንፈቶ። ብተመሳሳሊ ጋዜጠኛ ሳምሶም ሃይለ ካብ ሃገረ ጀርመን ዝገበርካዮ ኣስተዋጽኦ ውን ብስመይን ብስም ተኻታተልቲ ፈንቅል ኤሪ ሜድያ ልዑል ምስጋና ይብጻሕካ ክብለካ ይደሊ። ሃገራዊት ጋንታ ኤርትራ ደገፍቲ ሃገራዊት ጋንታ ኤርትራ ባንዴራ ኤርትራ ኣብ ሰማያት ኪጋሊ ሩዋንዳ ብኸምዚ ዓይነት መንገዲ ዮም ከንበልብልዋ ዊዒሎም ዝርከቡ ዘለዉ እዛ ቪድዮ ንከታተላ ኩልና ሕቡናት ኤርትራውያን ኣብ ዘተፈላለየ ኩርናዓት ዓለም ንርከብ ተቓዳደምትና ይተዓወቱ ኣይተዓወቱ ኣብ ጎኖም ኮይንና ነርእዮ ሞራልን ደገፍን ኩሉ ግዜ ዝነኣድ እዩ እዚ ከኣ ከም ባህሊ ሒዝናዮ ንቕጽል ምህላውና ካብቲ ደስ ዝብለካ ነገራት እዩ።

ኩቡራት ተኸታተልቲ ከምዚ ኣብዚ ቪድዮ ክንከታተሎን ክንዕዘቦን ዝጸናሕና ባንዴራ ሃገርና ኤርትራ ብኸምዚ ዓይነት መንገድታት እያ ንኪጋሊ ርዋንዳ ቢሒታ ተውዒላ ትርከብ ዘላ እዛ ውቅብቲ ባንዴራና ብኸምዚ ዓይነት መንገዲ ከተንበልብል ክትሪኣ እንክለኻ ኣብ ውሽጥኻ ዝፈጥረልካ ባህታ ብዝኾነ ይኹን ቃላት ዝግለጽ ኣይኮነን ኩቡራት ተኸታተልቲ ፈንቅል ኤሪ ሜድያ ንሎምሸት ኣዳልየዮ ዝነበርኩ ካልኣይ ትሕዝቶ መደብ እዚ ክትካታተልዎ ጸናሕኩም እዩ ዝመስል ነይሩ ጽባሕ ብካልእ መደባት ክሳብ ንራኸብ ሰላም ኦሰናይ ኣብ ዘለኹሞ ብሩኽ ምሸት ደቂ ሬም።